ሰላማት ከመይ ትኾኑ ንሎማዓንቲ ዘልኩም መፂ ዘለኹ መደብ ከምቲ ኣብ ርእሲ ዝረኣኹምዎ ክምርዓወኪ ዘይደሊ ወዲ ትፈልጥሉ መንገዲ እዩ ዝብል ሓፍተይ ንመፃኢኺ ሓዳር ክምስርት ምሳኺ ሓዳር ክምስርት ምሳኺ ክነብር ዝደሊ ወዲ ወይ እውን ዘይደሊ ወዲ ብኸመይ መንገዲ ኢኺ ክትፈልጢ ትኽእሊ ሶ ሎማዓንቲ እንሪኦ መደብ ክምርዓወኪ ዘይደሊ ወዲ ትፈልጥሉ መንገዲ እዩ ዝኸውን ንመፃኢ ሂወትኪ ምሳኺ ክኸውን ምሳኺ ምንም ዓይነት ናይ መጻኢ ህይወት ዘይብሉ ምዃኑ እትፈልጥሉ መንገድታት እዮም ክኾኑ ማለት እዩ። ሓደ እትፈልጥሉ መንገዲ ስለ መጻኢ ህይወትኩም ኣይዛረብን። እስኺ እንኳን ተተዛሪብክዮ ኣይምልሰልክን ስለ ክትሰርሕዮ ትደልዪ ነገር ሓሳብ ኣይህበክን ከምዚ ግበሪ ወይ ከምዚ ምግባር ይሕሸኪ ኢሉ ኢዱ ናብ ክትሰርሕዮ ዝሓሰብኪ ወይ እትሓስብዮ ዘለኺ ነገር ኢዱ ኣየእቱን ማለት እዩ። ምኽንያቱ ንመፃኢ ምሳኺ ናይ ምንባር ዓላማ ስለ ዘይብሉ ምንም ዓይነት ነገር ኣብ ምንም ዓይነት ነገር ምሳኺ ክካፈል ኣይደልን ማለት እዩ። ካሊእ ንቤተሰብ ወይ ንኣዕርኽቱ ኣየፋልጠክን ከፋልጠኪ እውን ኣይደልን። ንሓጺር ግዜ ከም ዝደልየኪ እዩ ዘርኢ እዚ ኣከያይዳ እዚ ማለት እዩ። ተዘይኮይኑ ንቤተሰብ ኮነ ንዕርኽቱ ከፋልጠኪ ንዕኡ ቀሊል እዩ። ብቲ ሒዝኩሞ ዘለኹም ርክብ ዝተኣማመን ንመጻኢ ሰበይተይ እያ ክትኮን ኢሉ ዝሓስብ ተኾይኑ ምስ ቤተሰቡ ቶሎ ኢሉ እዩ ዘፋልጠኪ፣ ምስ ኣዕርኽቱ ቶሎ ኢሉ እዩ ዘፋልጠኪ። ብኣኺ ብጣዕሚ ብጣዕሚ ካብ ምኽሩዕ ዝተልዓለ ብኣኺ ዘይሓፍር ምዃኑ ምስ ቤተሰቡ ይኹን ምስ ኣዕርኽቱ ከፋልጠኪ ምሳኺ ክረኣ ምንም ዓይነት ፀገም ኣይፈጥረሉን ማለት እዩ። ካሊእ ብዙሕ ሰብ ዝርከበሎም ቦታታት ንኣብነት መርዓ ወይ ብዙሕ ሰብ ንኣብነት ፊልሚ ዝረኣዮም ቦታታት፣ ወክ ዝግበረሎም ቦታታት ብሓፈሻ እዚ ብዙሕ ሰብ ዝንቀሳቐሰሎም ቦታታት ምሳኺ ክኸድ ኣይደልን። ምኽንያቱ ከዓ ምሳኺ ናይ ምንባር ዓላማ የብሉን። ካባኺ ንላዕሊ ኣብ ከምዚኦም ዓይነት ቦታታት ኣዕርኽቱ ወይ ምስ ኣዕርኽቱ ክኸድ እዩ ዝመርጽ። ምሳኺ ካብ ምዝንጋዕ ምስ ኣዕርኽቱ ክዘናጋዕ ይመርጽ። ምሳኺ ብዙሕ ሰብ ኣብ ዝንቀሳቐሰሉ ቦታ ክረኣ ኣይደልን። ምኽንያቱ ከዓ ምንም ዓይነት ናይ መጻኢ ዕላማ የብሉን ምሳኺ። ዕላማ ዘለዎ ሰብ ምሳኺ እንተተርኣየ እውን ምንም ስለ ዘይመስሎ ምኽንያቱ ንቐፃሊ እውን ምሳኺ ናይ ምንባር ዕላማ ስለ ዘይብሉ ምንም ዓይነት ፀገም ኣይፈጥረሉን ምሳኺ እንተተርኣየ እውን ማለት እዩ። ስለዚ ደቂ ኣንስትዮ ኣሕዋተይ ሓደ ሓደ ከምዚ ዓይነት ምልክታት ክትሪኣ ከለኽን ብጣዕሚ ብጥንቃቀ ክትከታተልኦም ኣለክን ማለት እዩ። ሕዚ ኣብ ሰብ ዝበዝሐሎም ቦታታት ምሳኺ ክረኣ ዘይምድላይ ማለት እንታይ ዓይነት ዓላማ ኣለዎ እዚ ሰብ እዚ ኢልኪ ኢኺ ክትሓስቢ ዘለኪ። ጥንቅቅ ክትብሊ ኣለኪ። ክተገናዝቢ እውን ኣለኪ ማለት እዩ። ምኽንያቱ እስኺ ኣብ ሰብ ኣብ ዝበዝሐሉ ቦታታት ምስኡ ክትከዲ ምንም ዘይመሰለኪ እሱ ከምኡ ዓይነት ነገር ትርእሉ እንተኮይንኪ ንምንታይ ኢልኪ ክትሓቲ ኣለኪ ማለት እዩ ካሊእ እትውስንዮ ውሳነታት ኣየጨንቆን ከምዚ ክገብር እየ እዚ ክሰርሕ እየ፣ ዝኾነ ነገር ክገዝእ እየ፣ ክንድዚ ዝኣክል ወጻኢ ከውጽእ እየ ኑቲ ዝገዝኦ ነገር ክትብልዮ ከለኺ ምንም ዓይነት ኣስተያየት ኣይህበክን። እሺ እውን ኣይብለክን እምቢ እውን ኣይብለክን መብዛሕትኡ ግዜ ግን እሺ ብምባል ኣቕሊሉ የሕልፎ ማለት እዩ። ሱቕ ዝብል ምኽንያቱ ናይ ሱቕ መበሊኡ ምኽንያቱ እሱ ጊዜያዊ ድሌቱ ጥራሕ እዩ ምሳኺ ንጊዜያዊ ድሌቱ ብቻ እዩ ምሳኺ ክኸውን ዝደሊ ምንም ዓይነት ናይ መፃኢ ምንም ዓይነት ኣይሓስብን እዩ ኣይሓስብን ምንም ዓይነት ኣብ ኣእምርኡ ዝሓስቦ ንኣብነት ቆልዓ ወሊደ ምስ እዛ ፍቕረኛ ምስኣ ሓዳር ገይረ ብሓደ ክንነብር ከምዚ ክንገብር ገዛ ክንገዝእ መኪና ክንገዝእ ዝተፈላለዩ ዓይነት ነገራት ኣለዉ ንሳቶም ምሳኺ ምግባር ስለ ዘይደሊ ንሓዳር ስለ ዘይደልየኪ ኣብ ውሳነታትኪ ምንም ዓይነት ጭንቀት ኣይፈጥረሉን። ምንም ምንም ዓይነት ነገር እንተገዛእኺ ንስኺ ንመፃኢኺ ሓሲብኪ እሱ ኣብኣቶም ነገራት ኣስተያየት ኣይህበክን፣ ብገንዘብ ኣይሕግዘክን፣ ብ ብቻ ብጉልበቱ እውን ኣይሕግዘክን ንድሕሪት ይተርፍ ማለት እዩ። ምንም ምንም ምንም ዝብለኪ ነገር የለን ሶ ክትጥንቀቅሎም ኣለኪ ማለት እዩ። ከምዚኣቶም ዓይነት ነገራት ክትርኢ ከለኺ ምሳኺ ናይ ምንባር ዓላማ ዘለዎ ሰብ ኣብ ምንም ነገርኪ ኣብ ምንም ነገርኪ ኢዱ የእቲ፣ ኣብ ምንም ነገርኪ ሓሳብ ይህብ፣ ኣብ ተውፅእዮም ወፃኢታት እውን ድጋፍ ይገብር ማለት እዩ ወዲ እውን ስለ ዝኾነ። ካሊእ እንሪኦ ነጥቢ ክትራኸቡ ቆፀሮ ክትሕዙ ከለኹም ወይ ኣብ ገዝኡ ወይ ከዓ ኣብ ናይ ሆቴል መደቀሲ እዩ ዝረኽበኪ። ምኽንያቱ ኸዓ ኣንተዎ ኣብ ሓደ ነጥቢ ንእሽተይ ንኽእ ኣቢልናዮ ሓሊፍና ኔርና። ምኽንያቱ ንምንታይ እዩ ኣብ ገዝኡ ወይ ኣብ ናይ ሆቴል መደቀሲ ዝረኽበኪ ሰብ ከይሪኦ እዩ። ብዙሕ ሰብ ክፈልጠሉ ኣይደልን ናትክን ናቱን ርክብ ማለት እዩ። ንምንታይ እዩ ብዙሕ ሰብ ክፈልጠሉ ዘይደሊ ንቀጻሊ ምሳኺ ክነብር ስለ ዘይደሊ እዩ ምስ ካልእ ምስ ካሊእ ጓል ኣብ ምሳኺ ኣቋሪጹ ምስ ካሊእ ጓል ክረኣ ከሎ ዘሕፍሮ ነገር ከይኸውን ስለ ዝፈርሕ እዩ ምንም ዓይነት ምንም ዓይነት ምስ ሰብ ምሳኺ ኮይኑ ምስ ሰብ ክረአ ዘይደልየሉ ምኽንያት እዚ እዩ በቃ ንመፃኢ ሂወቱ ምስ ካሊእ ሰብ ከማኺ ከምቲ ምሳኺ ዘሕልፎ ዓይነት ዘሎ ፍቕሪ ናይ ምሕላፍ ድሌት ኣለዎ ማለት እዩ። እዚ ሰብ እዚ ኣብ ሓደ ኮፍ ኢሉ ዝዓርፍ ሰብ ኣይኮነን ማለት እዩ። ኣብ ሰብ ዝበዝሖ ቦታ ተራኺብኩም ወክ ናገበርኩም ስለ መጻኢ ሂወትኩም ክተዋግዑ ኣይደልን ሰብ ክሪኦ ውን ብሓጺሩስ ኣይደልን ንምንታይ እዩ ናይ ፍቅሪ ግዜ ሂብኩም ወክናገበርኩም ድዩ ፍቅርኩም እናተገላለጽኩም ድዩ ኣብ ምግብ ቤት ወይ ኣብ ሬስቶራንት ወይ ኣብ ካፈ ኮፍ ኢልኩም ክተዋግዑ ብሓጺሩ ኣይደልን ምኽንያቱ ንቐጻሊ ምንም ዓይነት ነገር ዝሓስቦ ምንም ዓይነት ነገር ምሳኺ ምንም ዓይነት ህይወት ክሕልፍ እየ ኢሉ ስለ ዘይሓስብ በቃ ስው ኢሉ ንጾታዊ ርክብ ጥራሕ ከም ዝደልየኪ እዩ ዘመላኽት ማለት እዩ። ኣሕዋተይ ጥንቃቀ ግበራ ኣነ ሐዚ ሎማዓንቲ ዝገልፆም ነገራት ጥራሕ ዘይኮኑ ሬድ ላይን ቀይሕ መስመር ዘርእየክን ነገራት ክትሪኣ ከለክን ተጠንቀቃ ተጠንቀቃ እዚ ክመክረክን ይደሊ ካሊእ ስለናትኪ ስምዒት ምንም ኣይጭነቅን እዚ ነገር ጽቡቕ ኣይኮነን ወይ እዚ ነገር እናናደደኒ እዩ ኢልኪ ክትነግርዮ ከለኺ፣ ኣብቲ ጉዳይ ምንም ከም ዘይምልከቶ እዩ ሱቕ ዝብል ወይ ከኣ እሺ ልክዕ ኢኺ ኢሉ ኣቕሊሉ እዩ ዝሓልፎ። ከም ዘይምልከቶ እውን ይኹን። ንኣብነት እሱ ዝገብሮ ሕማቕ ነገር ወይ ስልኪ ቶሎ ዘየልዐለልኪ ወይ ሜሴጅኪ ቶሎ ዘይመለሰልኪ ወይ ኣብ ቆጸሮ ቶሎ እንድሕር ዘይተረኺቡ እዚ እዚ የናድደኒ ኣሎ ክትብልዮ ከለኺ ኦኬ እሺ እሺ ኢልኪ እዩ ኣቕልል ኣቢሉ እዩ ዝሓልፍ ይቅርታ ግበርለይ ከምዚ ኮይነ እየ እዚ ስለ ዘጋጠመኒ እዩ ኢሉ ምኽንያታት ኣየቕርበልክን ማለት እዩ ንምንታይ እዩ ምኽንያታት ዘየቕርበልኪ ንመጻኢ ምሳኺ ምንም ዓይነት መደብ የብሉን። ምሳኺ ዘሕልፍዎ ዓይነት መደብ የብሉን። እንተኸድኪ ምንም ኣይመስሎን፣ እንተጸናሕኪ እውን ንግዝያዊ ስምዒቱ ምሳኺ ክኸውን ስለ ዝደሊ እዩ። ስለዚ ንዓኺ ምንም ዓይነት ትኹረት ኣይህበክን ንመጻኢ ሂወቱ ምሳኺ ናይ ምንባር ዓላማ ስለ ዘይብሉ ማለት እዩ ስለዚ ደቂ ኣንስትዮ ኣሕዋተይ ከመይ ጌርክን ንሓዳር ዝኸውን ወዲ ክትመርጻ ኣለክን ጥንቃቄ ግበራ ጥንቃቄ የድልየክን እዩ እንተኽኢልክን ኣብ ከምዚ ዓይነት ነገራት ዘይምርካብ ከምቲ እምነትና ብኩሉ እምነት ኣብ መጽሓፍ ቅዱስ እውን ከምቲ ዝብሎ ቅድሚ መርዓ ምንም ዓይነት ፆታዊ ርክብ ዘይምግባር ዝተመረፀ እዩ። እዚ ኢለ ክመኽረክን ይደሊ ከም ዓባይ ሓፍትኽንን ከም ንእሽተይ ሓፍትኽንን ያው ንዓይ ትከታተሉ ትሕቲ ናተይ ዕድመ እውን ክትኮኑ ትኽእሉ ልዕሊ ናተይ ዕድመ እውን ትኾኑ ትኽእሉ ብዝብል ማለት እዩ እምበኣር ከስ ንሎማዓንቲ ሒዘልኩም መፅኤ ዝነበርኩ ብሉጽ ዝኾነ ሓሳብ እትልወጥሉ ትምህርቲ ከም ዝረኸብኩም ተስፋ ይገብር ክትሓቱኒ እትደልዩ ወይ ከዓ ክሰርሓልኩም እትደልዩ መደብ እንድሕር ኣሎ ኮይኑ ኣብ ኢንስታግራም ዲኤም ክትገብሩለይ ትኽእሉ ኢኹም ወይ እውን ኣብ ኮሜንት ሴክሽን ክፍቲ ስለ ዝኾነ ዝተኸፈተ ስለ ዝኾነ ክተቐምጡለይ ትኽእሉ ኢኹም ኣስተያየትኩም መበረታትዒ ሓሳብኩም ኩሉ ኣብ ኮሜንት ሴክሽን ክተቕምጡ ትኽእሉ ኢኹም። ከንብቦ እየ ክሪኦ እየ ሰብስክራይብ እናገበርኩም ውፅኡ ሰብስክራይብ ዘይገበርኩም ከፊትኩም እትከታተሉኒ ዘለኹም ኣሕዋተይ ሰብስክራይብ ዝገበርኩም ኣሕዋተይ ከዓ ብጣዕሚ እየ ዘመስግን ኩልኹም እዚ መደብ እዚ ትከታተሉ ዘለኹም ኣሕዋተይ ሰብስክራይብ ግበሩ ላይክ ግበሩ ሼር ግበሩ ንኣሕዋትኩም ወይ እውን እዚ ይምልከቶም እዩ ክርእይዎ ኣለዎም ክከታተልዎ ኣለዎም እትብልዎም ቤተሰብኩም ናይ ቀረባ ኣዕርኽትኹም መሓዝትክን ሼር ግበራለይ የቐኔለይ ባይ ባይ